ሰላም ተኸታተልቲ መደባት ፈንቅል ኤሪ ሜድያ ከመይ ተምስዩ ንሎም ሰንበት ዕስራን ሓሙሽተን ጥሪ ብካልኣይ ትሕዝቶ መደባት ቀሪበ ኣለኹ ንምክትታልኩም ብኽብሪ ይዕድም ሰናይ ምክትታል ክቡራት ተኸታተልቲ በቲ ቀዳማይ ንሪኦ ኣገዳሲ ዛዕባ ምስ እንፍልም ንስርዓት ብልፅግናን መንግስቲ ናይታ ሃገር ዘሰናበደ ፍፃሜታት ኣብ ዶብ ኢትዮጵያ ኤርትራ ሱዳን ሎሚ ክካየድ ውዒሉ ይርከብ ኣሎ። ስርዓት ብልፅግና ኣብ ማሕበራዊ መራኸቢታት ብመንገዲ ጀነራላቱ ሰበስልጣናቱ መራኸቢታቱን ኮራኩሩን ኣኽላባትን ኣቢሉ ተፈጢሩ ዝርከብ ዘሎ ፅምዶን ርክባትን ሓደ ካብቲ ንዕኡ ዓበይቲ ሓደጋታት ከምዝኾነ ክልፍልፍን ክጣራዕን ክኸስስን ኣብ ትዕዝብቲ ኣትዩ ምንባሩ ዝዝከር እዩ። ጽምዶ ኣብ መንጎ ህዝብታት ኤርትራን ክልል ትግራይን ብወገን ክልቲኤን ሃገራት ምስ ተኻየደ፣ ብልጽግና ነዚ ዝተገብረ ምንቅስቓሳት ደው ንምባል ዘለዎ ዓቕሚ ኣኻኺቡ ፈቲኑ እዩ፣ ግን ከኣ ክዕወተሎን ክሰርሓሉን ኣይከኣለን። ሎሚ ጽምዶ ኣንፈቱ ቀይሩ ንሰለስቲኡ ህዝብታት ኣራኺቡ ይርከብ ኣሎ። እዚ ሎሚ ኣብ ውሽጢ መሬት ሱዳን ተኻይዱ ዝርከብ ዘሎ ኣገዳሲ ጽምዶን ርክባትን፣ ንድሕነት ኩሎም ህዝብታት ኣብ ትሕቲ ዝብል ቴማ እዩ ክካየድ ውዒሉ ዝርከብ ዘሎ ካብቲ ቦታ ደረቕን ተንቀሳቐስን ስእልታት ንማሕበራዊ መራኸቢታት ምስ ኣዕለቕለቖ ኮራኩርን ኣኽላባትን ናይ ስርዓት ብልጽግና ሻዕቢያ ሻዕቢያ እናበሉ ክነብሑን ክስታት ከቕርቡን ንከታተል ኣለና ሻዕቢያ ብወገን ክልል ትግራይ ንህዝብን መንግስትን ኢትዬጵያ ኣብ ዓበይቲ ሓደጋታት ኣውዲቑ ሕጂ ኸኣ ብዶብ ካልእ ሃገር ብምምጻእ ከምዚ ዓይነት ሓደጋታት የካይድ ኣሎ መንግስቲ ኢትዬጵያ ኣብ ልዕሊ ሻዕቢያ ስጉምታት ክወስድ ኣለዎ እዚ ዝግበር ዘሎ ምንቅስቓስ ንኢትዮጵያ ሓደጋታት ዝዕድም'ዩ እናተብሃለ ዝካየድ ዘሎ ምንባሕ ሓደ ካብቲ እዚ ዝግበር ዘሎ ጽምዶን ርክባትን ክሳብ ክንደይ ሻቕሎት ፈጢሩሎም ይርከብ ከም ዘሎ ካብዚ ዘካይድዎ ዘለዉ ተግባራትን ጻውዒታትን ክትርዳእ ኣይትሽገርን። ህዝብታት ናይ ሰለስቲኡ ሃገራት ንስርዓት ብልጽግናን ዕሸል መራሒ ናይቲ ሃገርን ንጹር መልእኽትታት የሕሊፎም ይርከቡ ኣለዉ። ንሱ ከኣ ነዚ ህዝብታትን ነዚ ዞባን ንምህዋኽን ንምርባሽን ተካይዶ ዘለኻ ፈተነታት ዓዲ ወዓል ኮፍ በል ህዝቢ እንተ ሓቢሩ ንህዝቢ ክትስዕር ኣይከኣልን እዩ ዝብል ንጹር መልእኽታት እዩ ሓሊፉ ዝርከብ። ስርዓት ብልጽግና ትማሊ ናይ ኣርባዕተ ሃገራት ነፈርቲ ኩናት ተለቂሑን ተኻርዩን ክፍክርን ክዓብንን ተኻታቲልናን ተዓዚብናን ኔርና። እዚ ዘካየዶ ፈኸራታት ጌና ኪሃሰሰ እዩ። ከምዚ ዓይነት ኣገዳሲ መደባት ኣብ ዶባት ሰለስቲኤን ሃገራት ተጌሩ ነዚ ስርዓት ትማሊ ዘካየዶ ፈኸራታት ትርጉም ከምዘይብሉ መልእኽታት ሓሊፍሉ ዝርከብ ዘሎ ብልጽግና ጽምዶ ዓበይቲ ሓደጋታቱ ከምዝኾነ ብተደጋጋሚ እዋናት ተጣሪዑ'ዩ። እቲ ኣብ መንጎ ህዝብታት ኤርትራን ክልል ትግራይን ዝጸንሐ ጽምዶን ርክባትን ዶብ ተሳጊሩ ንሰለስቲኡ ህዝብታት ሎሚ ከራኽብ ምኻሉ ንዓና ንኤርትራውያን ንደለይቲ ጽምዶ ህዝብታት ኤርትራን ኢትዮጵያን ከምኡ'ውን ሱዳን ዓበይቲ ዓወታት ክኸውን እንከሎ ነቲ ዓቢዱን ተጸሊሉን ኣብ ኣጋዕርበትን ጥፍኣትን ዝርከብ ዘሎ ስርዓት ብልጽግና ከኣ ዓበይቲ ሓደጋታት ኮይኑ ይርከብ። ስርዓት ብልፅግና ኣብ ውሽጢ መሬት ሱዳን ዝርከብ ኣርሚ ሰብዓ ዝተባህለ ሰራዊት ናይ ትግራይ ብዶብ ሱዳን ኣቢሉ ከጥቅዓኒ እዩ ካብ ዝብል ነዊሕ ኣዋርሕ ኣውፂሪ ይርከብ ኣሎ። ሰራዊት ትግራይን ህወሓትን እውን ኣብ ልዕሊ ስርዓት ብልፅግና ዝተፍላለየ ምንቅስቃስን ስጉምታት ምውሳድ ምዕራብ ትግራይ ንምምላስ ኣብ ባይታ ጉሁድን ውሁድን ምንቅስቓስ የካይዱ ከም ዘለዉ ኣብዚ ቅንያት ብተኸታታሊ ተዓዚብና ንርከብ ኣለና። ስለዚ እዚ ሎሚ ኣብ ዶባት ሰለስቲኤን ሃገራት ተኻይዱ ዝርከብ ዘሎ ጽምዶ ርክባት ህዝቢ ንህዝቢ ንስርዓት ብልጽግና ኣብ ዓቕሊ ጽበት ከእትዎ ንደለይቲ ሰላምን ጽምዶን ሰለስቲኡ ህዝብታት ከኣ ናብ ካልእ መድረኽ ዘሰጋግር ኣገዳሲ ፍጻሜታት ኮይኑ ዊዒሉ ኣሎ። ብልጽግና ንጎረባብቲ ሃገራትን ህዝብታትን ንምህዋኽ ህዝቢ ኢትዮጵያ ኣብ ልዕሊ ጎረባብቲ ሃገራት ንኽለዓል ዘካየዶ ኩሉ ወፍርታት ቅንጣብ ፍረ ክረኽበሉ ኣይከኣለን። ብፍላይ ህዝቢ ኢትዮጵያ ኣብ ልዕሊ ህዝቢ ኤርትራ ንኽለዓል ባሕሪ ባሕሪ ወደብ ዓሰብ እናተባህለ ንክልተ ዓመታት ዘካየዶ ውሁድ ፈኸራ ህዝቢ ኢትዮጵያ ጸማም እዝኒ ሂብዎ፣ ምኽንያቱ ትማሊ ህዝብን መንግስትን ኤርትራ ብፍላይ ከኣ ሓይልታት ምክልኻል ኤርትራ ንኢትዮጵያ ካብ ምፍራስ ንህዝቢ ኢትዮጵያ ካብ ጥፍኣት ምስ ኣድሓኖ ካብ ዕሸል መራሒ ናይታ ሃገር ኣብይ ኣሕመድ ጀሚርካ ላዕለዎት ወተሃደራውያን ኣዘዝቲ ናይታ ሃገር ንህዝብን መንግስትን ኤርትራ ምስጋንኦም ክገልጹ ብተኸታታሊ ተዓዚቡ ስለ ዝነበረ ስለዚ ኣብ ልዕሊ ህዝቢ ኤርትራ ህዝቢ ኢትዮጵያ ንኽለዓል ብልጽግና ዘካየዶ ፈተነታት ፍረ ክረኽበሉ ይከኣለን ሰለስቲኡ ህዝብታት ሓቢሩን ተጣሚሩን ይርከብ ኣሎ። ብልጽግና ናይ ሕቡራት ኢማራት ዓረብ፣ ቼክ ሪፓብሊክ፣ ሩስያን ሞሮኮን ነፈርቲ ኩናት ኣኪቡ ሓጻዊን ኣኪቡ ዘካየዶ ፈኸራታት ድሮ ብኸምዚ ዓይነት መንገዲ ኣገዳሲ ምላሽን ጽፊዒትን ሎሚ ተቐቢሩ ይርከብ። ሓጺን ድዩ ክስዕር ዋላ ህዝቢ እቲ ውጽኢት እንታይ ከም ዝኸውን ንምርድኡ ዘሸግር ኣይኮነን። ብልጽግና ሓጻዊኑ ኣብ ጥቕሚ ከየውዓለ ብጽምዶ ሚሳይል ካብ ስራሕ ወጻኢ ክኸውን ውሑድ እዋናት ተሪፍዎ ይርከብ። ክቡራት ተኸታተልቲ ናብቲ ካልኣይ ንሪኦ ኣገዳሲ ዛዕባ ምስ እንሰግር ፋኖ ኣብ ሓፀርቲ መዓልታት ዓበይቲ ዓወታት ከስምዓኩም እየ ተፀቦይ ንክብል መልእኽታት የሕሊፉ ይርከብ ኣሎ። ፋኖ ነዚ መልእኽታት ዘሕለፈ ብመንገዲ ወተሃደራዊ ኣዛዚኡ ጀነራል ተፈራማሞ ቤልዮ ተፈራማሞ ምስ ሓደ መራኸቢ ኣብ ዘካየዶ ሰፊሕ ቃለ መሕተት፣ ፋኖ ሰሚሩን ተጣሚሩን እዩ ዝርከብ ዘሎ፣ ካብቲ ቅድሚ ሕጂ ዘካይዶ ዝነበረ መጥቃዕትታት ውሁድ ብዝኾነ ኣብ ልዕሊ ሰራዊት ፈደራል መንግስቲ ኢትዮጵያን ስርዓት ብልጽግናን መጥቃዕትታቱ ብምቕጻል ነቲ ሰራዊትን ነቲ መንግስትን ክፈራኽሽ ምሉእ ምድላዋት ኣካይዱ ይርከብ ከምዘሎ ፋኖ ኣብ ታሪኹ ልዕሊ ዝኾነ ካልእ እዋን ብዓቕሚ ሰብ፣ ኣጽዋራት፣ ሓይሉን ደልዲሉን ከምዘሎ'ውን ንእግረ መንገዱ መልእኽታት የሕሊፉ ይርከብ ኣሎ። ስርዓት ብልፅግና ኣብ ልዕሊ ክልል ትግራይ ንዘካይዶ ፈተነታት እውን ፋኖ ኢዱ ኣጣሚሩ ከምዘይዕዘብ ናብ ስርዓት ብልፅግና ሓደ ካብቲ ዝሓለፈ መንፀሮር ዘትሕዝ መልእኽታት ኮይኑ እዩ ዝርከብ። ብልፅግና ብተደጋጋሚ እዋን ኣብ መንጎ ህወሓትን ፋኖን ርክባት ኣሎ፣ ህወሓት ንፋኖ ኣፅዋራት የቐብልን ይቕርብን እዩ እናበለ ክስታት ከቕርብ ተኸታቲልና ነይርና፣ እዚ ሕጂ ፋኖ የሕሊፍዎ ዝርከብ ዘሎ መልእኽታት ከዓ ባሃ ይበልኩም ምስ ሕወሓት ፈጢርናዮ ዘለና ፅምዶን ርክባትን ክትንከፍ ኣይንደልን ኢና ሰራዊት ፈደራል መንግስቲ ኢትዮጵያ ናብ ክልል ትግራይ ገፁ ተወር እንተድኣ ኢሉ ፋኖ ብቐጥታ ናብቲ ጉዳይ ክፅምበር ምዃኑዩ ጀነራል ተፈራ ማሞ ንስርዓት ብልፅግና ብኸምዚ ዓይነት መንገዲ መርድእ ኣርዲእዎ ዝርከብ ዘሎ፣ ካብ ዝሓለፈ ሓደ ወርሒ ኣትሒዙ ፋኖ ዘካይዶ ዘሎ መጠነ ሰፊሕ መጥቃዕትታት ንስርዓት ብልጽግና ኣብ ጭንቀትን ዓቕሊ ጽበትን የእትይዎ፣ ናይ ሻዕብያ ጾር ኣትሒዘዶ ካልእ ካልእዶ ሻዕብያ ንፋኖ የዕጥቖ እናበለ ኣንፈት ናይቲ ኩነታት ንምጥምዛዝ ፈተነታት ኣካይዱ እኮ እንተነበረ እቲ ፈተነ ግን ኣብ ባይታ ክሰርሕ ኣይከኣለን። ኣብ ክልል ኣምሓራ ንክልተ ሰሙን ኢሉ ዝኣተወ ኲናት ልዕሊ ክልተ ዓመታት ኣቑጺሩ ዝኾነ ይኹን ቁጽጽርን ዓወታትን ከመዝግብ ዘይምኽኣሉ መርኣያ ፍሽለቱ እዩ ኮይኑ ዝርከብ። ነቶም ብፈኮስቲ ብረታትን ኣባትርን ዝገጥምዎ ዘለዉ ፋኖ ብድሮናትን ነፈርቲ ኲናትን ክስዕር ዘይከኣለ ስርዓት ብልጽግና፣ ትማሊ ሕፍር ከይበለ ናብ ህዝብን መንግስትን ኤርትራ ፈኸራታት ምስ ኣካየደ፣ ንብዙሕ ህዝብታት ጎረባብቲ ሃገራት ፍሽኽ ዘበል ኩነታት እዩ ነይሩ። ፋኖ በዚ ኣሕሊፍዎ ዘረከብ ዘሎ መልእኽታት ኣብ ሓጸርቲ እዋናትን ቅንያትን ዓበይቲ ዓወታት ክንጽበ ኢና፣ ፋኖ ኣብ ክልል ኣምሓራ ብምዃን ህወሓት ብወገን ክልል ትግራይ ንስርዓት ብልጽግና እተን ኣለዎ ዝበሃላ ሓጻዊን ኣብታ ዓዲ ንምትራፈን ዘካይዱ ዘለዉ ምንቅስቓሳት ንዓና ንኤርትራውያን ኣርባዕን ኣገዳስን ስትራተጂ እዩ እዛ ጉዳይ ከኣ ከማይ ኢላ ትቅጽል። ኩቡራት ተኻታተልቲ ፈንቅል ኤሪ ሜድያ ንሎሚ ኣዳልየዮ ዝነበርኩ ካልኣይ ትሕዝቶ መደባት እዚ ክትካታተልዎ ዝጸናሕኩም እዩ ዝመስል ኔሩ ጽባሕ ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ ብሩኽ ምሸት ደቂ ሬም።